ወይ ለማንቲ ኣታኒቶ ሰላም ሰላም ከመይ ውዒልኩም ሰላም እግዚኣብሔር ይመስገን ሓፍትኩም ሱዚ እየ እንኳ ደሓን መጻኹም ሓድሽ ስለሆንኩም ከምቲ ልሙድ ሰብስክራይብ ምግባር ኣይትረስዑ ቤተሰብ ልሆንኩም ድማ ላይክ ምግባር ኣይትረስዑ ኢኹም ኮመንት ሼር ምግባር ኣይትረስዑ ኢኹም ክተተባብዑኒ ድማ ካብ ልበይ ይነግረኩም ማለት እዩ ስለ ኩሉ ነገር ስለተተባብዑኒ ኩሉ ነገር ድማ ኣዝየ እየ ለመስግን መጀመርታ ብምቕፃል ድማ ከምቲ ልሙድ ሓድሽ ቪድዮ ሒዘልኩም መፀ እኒሆ ከስካብ መጨረሻ ፀኒሕኹም ብዙሕ ከም ትቐስሙሉ ድማ ተስፋ ይገብር ማለት እዩ ኣብ ዝሓለፈ ዓይኖም ትትመፅእ ስለምንታይ ትመፅእ ማዕሩ ከምዚ ኢሉ ሓሚሙ ገለታት ዝብል ብዙሕ ሰብ ነይሩና ዘይመጠትሉ ምክንያት ኣብ ሓለፈ ምስቲ ዘኒኤ ኩነታት ቀልጢፍካ ኣየርቲ ትኬት ቆሪፅካ ትመፀሉ ምናምን ኣይኮነን ኣብ ዓድና እኒኦ ንምንታይ በዚ ሕሳብ ስለ ዝወፅ ዘሎ በዚ ሕሳብ ድማ ቀልጢፍካ ናይ ምርካብ ዕድል ኣየር የለይ ማለት እዩ ብዚ ምክንያት ድማ ብሓወርያ እንድሕር ሪኢኹማ ኮይንኩም ክኸድየ ዝብል ብዙሕ ነገራት ዋላ ብመኪና ምናምን ኢላ ነይራ ማለት እዩ መኪና ግን ፅቡቅ ኣይኮነን እቲ መንገዲ ዘኒኤ ምስቲ ኩነታት ብጣዕሚ ኣፍራሕን ኣስጋእን ኩነታትን ድባብን እዩ እኒኤ እና እሱታት ነገራት ክስካብ ሕጂ ንኸይትመፅእ እምበይ ኣደ ብውላዳ ኣይትጭክንን እያ ኣይኮነ እንዶ ዓይኖም እና ኣሌክስ ሲ ብጣዕሚ ተቐያይምካ ብጣዕሚ ተጣሊእኻ ሕማቅ ፅቡቅ ተናጊርካ ከማን እዚ ኣዶ እንድሕር ኮይና ንሓንቲ ደቂቃ ተኣክል ዋላሲ ካብ ልባስ ክተውፀካ ኣይትኽእልን እያ ኣይተውፀካን እያ ማለት እዩ ተውፀካ ተትኸውን ትርስዐካ ተትኸውን ሸለል ትብለካ ተትኸውን ምናምን እቲ ዝኩሉ ኣካብ ሎም ኮይና ዝኩሉ ናርጋሕናየን ዝኩሉ ሕወት ኣይልበሃል ኣብ ሕቆአን ክልተ ዓመት ሰለስተ ዓመት ኣብ ሕቁፈአን ዝኩሉ ነገር የሕሊፈን ኩሉ ሽግር ኣሕሊፈን ንሕና ጎቢዝና ስለካሊእ ስራሕና ስለካሊእ ውራይና ክነሳትፍ ኣለና። ንሳተን ግን ስቲል ከምታ ክንጥነስ ከለና ዝፈትዋና ነበራ ዋላ ሕጂ እየን ዝፈትዋና ማለት እዩ እና ስለዚ ዓይነ ምኽኢልዋ ኣይኮነን ክስካብ ሕጂ ፀኒሓ ይኹን ዳ እምበር ሕጂ ግን ምህጥያን እያ ማለት እዩ ኩሉ ነገር ድማ ምናልባት ንዓኣ ምስ ርእየም ክገድፎ ይኽእል እዩ ዝብል ተስፋ እኒአኒ ኣነ ማለት እዩ መልክዕ ኣደ ወይ ድማ ገፅ ኣደ ብዙሕ ሕማም ይፈውስ እዩ ዝበሃል ስለዚ እዝታት ነገራት ድማ ንኣሌክስ ፅቡቅ ነገር ክኾነሉ ዘይምነ ሓደ ናይ ኣሌክስ ብጣዕሚ ከቢድ እዩ ኢለ ያነ ኣይሓስብ እዩ ምክንያቱ ካብ ጭንቂ ድመፀ እዩ ጭንቂ ቀሊል እዩ ማለት ዘይኮነ ግን ቢያንስ ካብቲ ዘጨንቆ ነገራትን ከም ዘጨንቅዎ ሰባትን ካብ ከባቢኡ ካብ ምስኡ ምምውዓል ምናምናት እንድሕዳ ጠፊኦም እንድሕዳ ገሊሎም ኮይኖም እሱም ብኡ ልክዕ ናቐለለሉ ክኸይድ እዩ ልብል ግምት ኣለኒ ማለት እዩ። እንድሕር እቶም ዝጨነቑኻ ሰባት እቶም ፅልዋ ዝገብሩልካ ሰባት ኩሉ ግዜ ኣብ ምሳኻ እንድሕር ዳ ኮይኖም እስኻን ብተመሳሳሊ ጭንቀታም ኢኻ ትኸውን። ናታቶም ባህሪ፣ ናታቶም ኣተሓሳስባ፣ ናታቶም ብዙሕ ነገር ኢኻ ትወርስ ማለት እዩ። ልቢ ኢልኩም ድሕሪ ደኣ ኮይንኩም እዚ ምስ መን ከም ትውዕል እዚ መን ምዃንካ ንገረኒ ይበሃል። በዝሒ ምስኡ ስለ ዝወዓልካ ጠንካራ ሰራሕተኛ ድሕሪ ኮይኑ እቲ ምሳኻ ዝውዕል ንስኻ ጠንካራ ሰራሕተኛ ናይ ምዃን ተኽእሎ ኣለካ ድኹም ተኾይኑ ናይ ምድካም ተኽእሎ ኣለካ ምክንያቱ እቲ ትፀላሎ ኢኻ ትፀላሎ ኢኻ ብፍላይ ንስኻ ብዙሕ ኣፍልጦ ዘይብልካ እንተኾይንካ ኣብቲ ሂወትካ እሞ ሕደጎ ጠቕሊልካ ኢኻ ትፀድፍ ማለት እዩ ስለዚ ንሳተን ብርግጽ ሓዳር ኒኦ ውላድ ኒኦ ምናምን ቤት ዝበሃል ቆልዓ ግን ኣብ ህይወቱ ምስ ኣተወት ግን ኣሮኖ ስለምንታይ ከምኡ ዓይነት ኣተሓሳስባ ከምኡ ዓይነት እንታይ ዝበሃል ሒዙ ኣሌክስ ኣይፈልጥን እየ ግን ልቡ ንክስፋሕፋሕ ሓልካሊለ ንክጥምት መሓዛይ ምናምን ኢልካ ናይ ሊዲ ናይ ምባል ናይ ምብሻቕ ዝኾነ ማለት እዚ ፅቡቕ ኣይኮነን። ንሳም ብኡ ልክዕ ሓደ ንጉሆ ሓደ ወዲ ሒዛቶ መፂኣ እንታይ ዓይነት ኣረኣያ እንታይ ዓይነት ኣጠማምታ ኣብ ልዕሊኣ ክህልዎ እዩ ፍሉጥ ነገር እዩ እና ኣብ ማንም ሰብ ንዓና ክገብረና ዘይንደሊ ካሊእ ሰብም ንዓና ፅቡቅ ክገብረና ከም ደሊ ንሕና ንካሊእ ሰብ ፅቡቅ ክንገብር ፅቡቅ ክንሓሊ ፅቡቅ ክንዛረብ ብዝተኻለና መጠን ኣሉታዊ ዝኾኑ ነገራት ኣወጊድና ኣብ ኣወንታን ኣብ ፅቡቅ ኣተሓሳስባን ተንሰፍር ተንህሉ ፅቡቅ መሲሉ ይስምዐኒ ማለት እዩ። ምክንያቱ ንሕና ኣብቲ ልዕሊ ሰብ ኣሉታ ብዝሓሰብና ቁፅሪ ፅቡቅ ነገራት ብዝሓሰብና ቁፅሪ ክልቲኡ ዘምፀልና ለውጢ ክንግንዘቦ ንኽእል ኢና ማለት እዩ። በተይነ በተይነ ጠቕልል ክብል ከለ ግን ኩላትና ንውዕሎ ውዕሎና ንኸዶም ሰባት ንቐርቦም ሰባት እንታይ ይመስሉ ብፍላይ ኣብዚ ሕጂ ሰዓት እዚ ዳርጋ መብዛሕትኡ ሰብ ብርግፅ ቦይኑ እዩ ዝፈቱ ዘሎ ልኾነ ነገር እምበይኑ ክጋፈጦ እዩ ዝደሊ፣ ልኾነ ስራሕ እምበይኑ ክጋፈጦ እዩ ለድሊ፣ ዋላ ምግቢ፣ ዋላ ምድቃስ፣ ዋላ ኩሉ ነገር ቦይኑ ጽምዋ ምናምን ልሓርዩሉ ግዜ ኢና በጺሕና ኢና ማለት እዩ። ምክንያቱ ክሕደት ብጣዕሚ እዩ ዝበዝሕ ኣሎ። ሓሶት ብጣዕሚ እዩ ዝበዝሕ ኣሎ፣ ስርቂ ብጣዕሚ እዩ ዝበዝሕ ኣሎ፣ ምንግልታዕ ብሰንኪ ሰብ መስዋእቲ ምኽፋል፣ ኣሸይቲ ዋጋ መስዋእቲ ዝኸፈልካዮ እሞ ይቅር ራሱ ነፃ ኮንካ ካብቲ ሰብ ምግልጋል ከማንሰ ኣይተኸኣለን በቃ ሰበባት ንዓኻ ጭንቂ ትርፊ ብዙሕ ነገራት ትኸስበሉ ግዜና በፂሕና ኢና ማለት እዩ እና እዚ ኣንፃር ይመስለኒ ሰብ ዳርጋ መብዛሕትኡ ፅምዋን ቦይኑን ልሓር ለለና ዝተኸኣለና መጠን ከምኡ ተንኸውንለ ፅቡቅ መሲሉ ዝስምዐና ኣነ ኣይፀልኦን እየ በይንኻ ምዃን በይንኻ ምስራሕ ብግልኻ ካብ ሓዳር ውጪ ማለት እየ ካብ ሓዳር ውጪ ምስ ዝኾነ ይኹን ሰብ ክትራኸብ ከለኻ ብስራሕን ስራሕን ጥራሕ እቲ ጉዳይካ ድማ ኣብ ስራሕን ኣብ ስራሕን ጥራሕ ምውጋድ በቃ ምትራፍ ኣሳቢብካ ናብ ገዛ ዘይምምፃእ ድሕሪ ብዝመፀ ቁፅሪ ማለት ከማኻ ዝበለ ሰብ ተረኺብካ እኮ ፅቡቕ እዩ ይህን ይህን ትበሃል ኣብ ይቅርታ ትኣምን ስለይ ስለኻ ስጋይ ስጋኻ ተባሂልካ ትኸይድ ምናምን ሰብ ተረኺብካ እኮ ቆንጆ እዩ ብልክዕ ለሰላም ይበካ እዩ ብልክዕ ለፍቅሪ ይበካ እዩ ብልክዕ ለክብረት ይበካ እዩ ብልክዕ ለፅቡቅ ነገራት የርእየካ እስካ ትሎ ፈልጦ እስካ ትሎም ደይ እሱ ዝፈልጦ እሱ ዝለመደይ ንንበይት ስለዝኮነ ሼር ክትገባበር ከለካ ብዙሕ ልምዲ ትቀስም ኢካ ብዙሕ ናይ ኣነጋግራ ነገራት ናይ ኣተሓሳስባ ነገራት ብዙሕ ነገራት ካብቲ ሰብ ክትቀስም ትክእል ኢካ ግን ድሕሪ እዚ ዝመፅእ ሰበባት ድሕሪ ዝመፅእ ሓዊ ድሕሪ እዚ ዝመፅእ ምልክካፍ ምናምን ነገራት ከዓ ትጽዮፎ ማለት እዩ እና እንድሕር ከምኡ ዓይነት ሰብ ተረኽቢ ኮይኑ ጥቡቅ እዩ ንሓዳርካ ንሂወትካ ንብዙሕ ነገራት ትኸስብሉ እዩ መስሉ ዝስምዐኒ ካብኡ ውጭ ግን ሽግራት ሒዙልካ ልመጽእ ስለዝኾነ ክንዮ ሽግር ምኻድካ በይንኻ ኣብዚ ምዃን ጽቡቅ መሲሉ ይስምዐኒ ብቻ ዝሮ ዝሮ ግን ዓይኖም ወይ ስለ ልመጸት ኣይኮነ እንዳ ኣለከስ ንሕና ከማን ብጣዕሚ ደስ ኢልና ማለት እዩ ተስፋ ይገብር ሙሉእ ምርመራ ገይሩ ሙሉእ ጥዕንኡ ፈሊጡ ሙሉእ ሕማሙ ፈሊጡ ነቲ ሕማም ፈውሲ ተረኺብሉ ተፈዊሱ ካብቲ ስውንውን ለብሎ ዘሎ ካብቲ ዕኒኒ ለብሎ ለነ ነገራት ልቡ እዚ ምዛም ዝፃፋዕ ዘሎ ነገራት ካብኡ ወፂኡ ትክክለኛ ዝኾነ ኣሌክስ ጊራቶ ክትከይድ ተስፋ ይገብር ማለት እዩ። ምናልባት ሒዛቶ ዘይክትከይድ ትኽእል እያ ምስቲ ዘኒኤ ከዓ ኣዶ ኣይትኽእልን እያ እና ገዲፋቶ ናይ ምኻድ ተኽእሎ ኣሎ እዩ ርግፅ ግን ክስካብ ትኸድ ግን ብዝተኸኣላ መጠን ምስ ጸሎት ብዙሕ ነገራት ኣስተኻኺላ ብዙሕ ነገራት ኣመዓራርያ ብዙሕ ነገራት ጌራ ክትከይድ እያ ልብል ግምት ኣለኒ ኣነ ማለት እዩ እና ንኣለኪስለ ሙሉእ ምሕረት ይግበረሉ ሙሉእ ጥዕና ይግበረሉ ናብ ልቡ መሊሱ እቲ ገዛ ናይ ሰላም መንፈስ ናይ ውሻይ መንፈስ ዘይኮነስ ናይ ቅሳነት ናይ ምትሕግጋዝ ናይ ምትሕልላይ ይህን ይህን ናይ ምባል ቆልዓ ናይ ምዕባይ ዘለዎ ገዛ ክኸውን ተስፋ ይገብር ማለት እዩ ኩላትኩም ድማ ምሕረት ይወርደልካ ክትብልዎም በዚ ኣጋጣሚ ትንክለኩም ይደሊ ዓይኖም ኢሎም ከዓ ብሰላም መፃኸ ክብል ይደሊ ማለት እዩ ናይ ሎማዓንቲ ቪድዮ እዚኣ ትመስል ነይራ ሰሰናይ ንዓኹም